ገዛ ንምስራሕ እትሓስቡ ዘለኹም ሎምዓንቲ ሙሉእ ዘድልየኩም ኣቕሓታት ኹሉ ዘሎ ዋጋ ክንሪ ኢና ሎሚ ዕለት ሸውዓተ ወርሒ ኣርባዕተ ክልተ ሽሕ ዓሰርተ ሸውዓተ ዓመተ ምህረት እዩ ሶኒ መዓልቲ ዋጋ ሲሚንቶ ቴንዲኖ ቦሎፎን ሰራሚክ ሞራልን ካልኦት ኣቕሓታትን ብዝርዝር ዘሎ ዋጋ ክንሪና እስካዕ መወዳእታ እውን ረኣይዎ እዚ ጸብጻብ ንምቕራብ እውን ብዙሕ ለዓልን ታሕትን ድኻምን ስለ ዘለዎ ላይክ ሽር ሰብስክራይብ ናገርኹም ድጋፍኹን ጉዞ ኣርዩኒ ንቐጽል። ስለዚ ብመጀመርያ እንሪኦ ብናይ ቴንዲኖ ዋጋ እዩ። ስለዚ ቴንዲኖ ከም ልፍለጥ ናይ ውሽጢ ዓድን ናይ ደገን ተባሂሉ ኣብ ኸልተ እዩ ልምቀል። ቴንዲኖ ሎማዓንቲ እንሪኦ ናይ ውጻእ ዓዲ እዩ። ካብ በዓል ሸሞንተ ጀሚራ ስካብ ዓሰርተ ሽዱሽተ ለሎ ብዝርዝር ንርኣ። በዓል ሸሞንተ ናይ ውጻእ ኣብዚ ኸዚ ሰዓት ሸሞንተ ሚእቲ እናተሸጠ ይርከብ። በዓል ዓሰርተ ድማ ሓደ ሽሕን ኣርባዕተ ሚእትን ሰላሳን፣ በዓል ዓሰርተ ክልተ ድማ ሓደ ሽሕን ሸውዓተ ሚእትን፣ በዓል ዓሰርተ ኣርባዕተ ድማ ክልተ ሽሕን ኣርባዕተ ሚእትን ሓምሳን፣ በዓል ዓሰርተ ሽዱሽተ ድማ ካብ ክልተ ሽሕ ትሽዓንተ ሚእቲ ስሳይ ጀሚሩ እስካብ ክልተ ሽሕ ትሽዓንተ ሚእቲ ሰማንያይ ኣብ ዘሎ ዋጋ ክትረኽቡ ትኽእሉ ኢኹም ኣብዚ ኸ ሰዓት ማለት እዩ ስለዚ ቴንዲኖ ዝለዓለ ዋግኡ ክልተ ሽሕ ትሽዓንተ ሚእቲ ሰማንያይ እንትኾን ዝተሓተ ዋግኡ ድማ ኣብዚ ኸ ሰዓት በዓል ሸሞንተ ኮይኑ ሸሞንተ ሚእቲ እናተሸጠ ይርከብ ንዕለት ሸውዓተ ወርሒ ኣርባዕተ ክልተ ሽሕ ዓሰርተ ሸውዓተ ዓመተ ምህረት ዘሎ ዋጋ ክትገዝኡ ተለኹም እውን ናይ ውሽጢ ዓዲ ካብ ትገዝኡ ናብ ቱርኪ ትገዝኡ እኒኢኩም ማለት እዩ ቐፂልና ድማ ንሪኦ ናይ ሲሚንቶ ዋጋ እዩ ሲሚንቶ ብጣዕሚ እዩ ቅናሽ ጌርኒዮ ከዚ እውን ካብ ብቐደማይ እውን ሓሸ ዋጋ እዩ እናርእ ልመፅእ ዘሎ ሎማዓንቲ ልዕሊ ሸውዓተ ዘሎ ዋጉ ሽሕ ኣርባዕተ ሚእቲ ሓምሳይ እናተሸጠ ይርከብ ብቐደማይ ምስ ሰማንያ ነይሩ ከዚ እውን ምስ ሓምሳ ኮይኑ እኒኦ ማለት እዩ ስለዚ እናቐነሰ እዩ ዝርከብ ካብ ዝሓለፈ መዓልትታት ዘሎ ማለት እዩ ክትገዝኡ ዝሓሰብኩም ሎሚ እውን ፅቡቕ ዋጋ ኔኩም ክትገዝኡ ትኽእሉ ኢኹም ማለት እዩ ሲሚንቶ እውን ዋጋ እዚ ካብ በላ ንዕለት ሸውዓተ ዘሎ ዋጉ ቐፂልና ድማ ንሪኦ ናይ ዋጋ ሰራሚክ እዩ ሰራሚክ እቲ ዘይንሸራትት ኣብ ዝኸስ ሰዓት ክልተ ዓይነት ዘንሸራትት ኣሎ እቲ ሕርፍፍ ዝበለ ሰራሚክ እውን ኣሎ ስለዚ ሱሳ ብሱሳ ልበሃል ሰራሚክና ክንሪ እቲ ንገዛና ምንፃፍ ንጥቀመሉ ንሳሎን ዘሎ ዋግኡ ኣብዚ ኸዚ ሰዓት ሽሒ ክልተ ሚእቲ ሰብዓይ እዩ እናተሸጠ ዝርከብ ኣብዚ ኸዚ ሰዓት ሱሳ ብሱሳ እዩ ልበሃል ሰላሳ ብሰላሳ እውን ኣሎ እቲ ንገዛና ንጥቀመሉ ሰራሚክ ግና ተዓዊ ሱሳ ብሱሳ ልበሃል ኣብቲ ቪድዮ እውን ከም ትሪእዎ ዘለኹም ሱሳ ብሱሳ ልበሃል ሽሒ ክልተ ሚእቲ ሰብዓይ እናተሸጠ ይርከብ ዘኮሎ እውን ዝበሃል ኣሎ እቲ ፀግዓ ፀግዒ እንጥቀመሉ ዝግበር ትፈልጥዎ ትኾኑ ኢኹም መብዛሕትኹም እቲ ኣብ ጸግዒ ሰራሚክ ክግጠም ተሎ ጽግዓ ጸግዒ ለለዎ ዝግበር ጸሊም ነገር እሱ እውን ኣብዚ ከሰዓት ንካሬ ሚእቲ ዕስራይ እናተሸጠ ይርከብ እዚ እውን ግድን ኢኹም ክትጥቀሙ ዘለኩም ምስቲ ሰራሚክ ማዕረ እዩ ዝግበር እቲ በዓል ሙያ እውን ምስኡ ክነግረኩም ይኽእል እዩ ዞኮሎ እውን ኣብዚ ከሰዓት ሚእቲ ዕስራይ እናተሸጠ ይርከብ ንካሬ ማለት እዩ ኣብ ከተማ መቐለ ብዘሎ ዋጋ ቀፂልና ድማ እንሪኦ ናይ ኳርቲዝ ዋጋ እዩ ኳርቲዝ እቲ ንደገ ቀለም ንጥቀመሉ ኳርቲዝ ቀለም ኣብዚ ከሰዓት ከም ትሪእዎ ኣለኹም ኣብዚ ቪድዮ 2600 እናተሸጠ ይርከብ ኣብቲ ቪድዮ እቶም ትሪእዎ ኣለኹም እዚ ጎማ እዚ ቀለም እዚ ኳርቲዝ እናደገ እንጥቀመሉ 2600 እናተሸጠ ይርከብ ካሊእ እውን ቀፂልና እንሪኦ ናይ ኮርኒስ ወይ ድማ ቦሎፎን ዋጋ እዩ ቦሎፎን ኣብዚ ኸዚ ሰዓት ንካሬ ሰለስተ ሰብዓይ እናተሸጠ ይርከብ ሰለስተ ሚትን ሰብዓን ብዝተፈላለዩ ዓይነት ዲዛይናት እኒኡ ከም ትሪእዎ ዘለኹም ብጣዕሚ ቆንጆ ቆንጆ ዝኾኑ ፕላስቲክ ቦሎፎናት እኒኦ እዮም ከም ትሪእዎ ዘለኹም እቲ ቪድዮ ብድብዝ ዝበለ ዓይነት ከለር ተድልኹም ሙሉእ ብሙሉእ ወጥ ዝኾነ ፃዕዳ ለለ ተደሊኹም ኒህ እዩ ብዲዛይናት ናይ ፍያል ዓይነት ቅርፅታት ዘለዎ ብጣዕሚ ደስ ለደስ ለለ ቦሎፎን ፕላስቲክ እውን ኣሎ እዩ ኣብዚ ከሰዓት ግና ንካሬ ዝሽወጠሉ ዘሎ ዋግኡ ሰለስተን ሰብዓን እናተሸጠ ይርከብ። ስለዚ ከም በዝሒ ደሌኩም ወሲንኹም ክትገዝኡ ትኸእሉ ኢኹም። ኻሊእ እውን ምስ ተተሓሒዙ ልመፅእ ሞራለ እዩ። ቕድሚ ቦሎፎን ምግጣምና እንጥቀመሉ ሞራለል ባል ኦ እሱ እዩ ተገይሩ ካብኡ ቦሎፎን ልግጠ ማለት እዩ። ስለዚ ሞራለ ኣብዚ ኸሰዓት ዘለዋጉ ሽዱሽተን ዕስራን እናተሸጠ ይርከብ። ምስኡ ሓዊስኹም ምስ ቦሎፎን እውን ተመሳሳሊ ኸልትኡ እቲ ሰለስተ ሰውዓይ ላይን ኢናን ካሪ እዚ እውን ሽዱሽተን ዕስራን እዩ ዘሎ ዋግኡ ሞራለ ምስኡ ብሓደ ተጠቒምኩም ክተስርሑ ትኽእሉ ኢኹም እዚ ይመስል ኣብ ከተማ መቐለ ዘሎ ዋግኡ ናኸለትዮ ማለት እዩ ስለዚ ካሊእ ድማ እንሪኦ ናይ ሓሸዋን ፀፀርን ዋጋ እዩ ስለዚ ናይ ሓሸዋን ፀፀርን ዋጋ ንርኢ ተለና ከም ንፍለጥ ሓሸዋን ፀፀርን ንሲኖትራክ እናተባሃሉ ክሽወጡ ይኽእሉ እዮም ብጋሪ ብዝተፈላለዩ ትራንስፖርታት ክሽወጡ ይኽእሉ እዮም ርሕቐትኩም እውን ይውስኖ እዩ ዘሎ ዋግኡ እውን በቃ ካብ ናይቲ ቦታ ርሕቐት እንዲ ልውሰን ኣብዚ ኸ ሰዓት ግና ማእኸላይ ዋግኡ ለሎ ንሲኖትራክ ተባሂሉ ሽወጠሉ ሓሸዋ ማለት እዩ ኣብዚ ኸ ሰዓት 32 ሽሕ እናተሸጠ ይርከብ ፀፀር ድማ እቲ ፍሪ ልበለ ንምህዳም ንጥቀመሉ 29 ሽሕ እናተሸጠ ይርከብ ስለዚ እቲ ናይ ተንቤን ቆንጆ ልባል ሓሸዋ ኣብዚ ኸ ሰዓት 32 ሽሕ እናተሸጠ ይርከብ እቲ ፀፀር ድማ እቲ ፍሩይ 29000 እናተሸጡ ይርከቡ። ስለዚ ቀፂልና ድማ ንሪኦ ብሎኬት እዩ። ብሎኬት ቆንጆ ልባል ማይ ብደንቢ ዝሰተየ ዝፀገበ ጠንካራ ልባል ብሎኬት ኣብዚ ኸዚ ሰዓት በዓል 15 ሳላሳይ ክልተ ቅርሺ እናተሸጠ ይርከብ። በዓል ዒስራ ድማ 34 ቅርሺ እናተሸጡ ይርከቡ። እዚ ዋጋ ዘሎ እዚ ንዕለት 7 ወርሒ 4 2017 ዓ ም ዘሎ ዋጋ እዚ ይመስል። ሎማዓንቲ ሙሉእ ናይ ኮንስትራክሽን ኣቅሓታት ዘሎ ዋጋ ኢና ሪኢና ዘለና። ኣብ ቐፃሊ እውን ክቀርበልኹም ትደልይዎ ነገር ተሃልዩ ኣብ ኮሜንት መውሀቢ ሓሳብ ኣቅምጡለይ። ደስ ለለኩም ነገር ክቀርበልኹም ትደልይዎ ኣብ ናጋ ፍሉይ ልኾነ ፕሮግራም ኒና ናጋ ሓድሽ ልኾነ ናይ ዋጋ ፀብፃብ ከቕርበልኩም እየ ንዕለት 8 ወርሒ 4 2017 ዓ ም ዘሎ ዋጋ ክንርኢና እስካብ መወዳእታ ስለ ዝረኣኹምዎ ናመስግንኹ ላይክ ሸር ሰብስክራይብ እናገበርኩም ለና ፍቕርኹም ኣርዩኒ እዚ መረጃ እዚ ክጠቕሞ ናብ ትንወሰ ከሎ ሼር እናገበርኩም ንቻናል እዚ ናዕብዮ ኣብ ቀፃሊ ዓበይቲ ዝኾኑ ስራሕታት ሰብ ንሰርሕ ብቻናል እዚ ኩለኹም ንቻናል እዚ ክዓብይልኹም ሰብስክራይብ እናገበርኩም ውፁ ይቐንለይ